ምቕባል ምእማን መጽሓፍ ቅዱስ ኣብ ወንጌል ዮሃንስ ምዕራፍ 1 ቁጽሪ 12 ሰብ ውሉድ ኣምላኽ ከም ዝኸውን ብንጹር ተቐሚጡ ኣሎ። ብሓጺሩ እታ ጥቕሲ ነቶም እተቐበልዎ ዘበሉ ዅሎም ነቶም ብስሙ ዝኣመኑ ውሉድ ኣምላኽ ክዀኑ መሰል ሃቦም ትብል። ሓደ ሰብ ውሉድ ኣምላኽ ንምዃን ክገብሮም ዝግባእ ኽልተ ዓበይቲ ነገራት ኣለዉ። ምቕባልን ምእማንን ምቕባል ምእማን ማለት እንታይ ማለት እዩ? ነዚ ዝምጥን መልሲ ንምሃብ በቲ እዋን ንሱ መልኣኽ ብዛዕባ እቲ ዝውለድ ህፃን ከበስር ከሎ ክልተ ስማት ጠቒሱ እዩ ኢየሱስን ኣማኑኤልን ናይ ክልቲኡ ትርጉም ድማ ኣማኑኤል ማለት ኣምላኽ ምሳና እዩ እንትኾን ኢየሱስ ድማ ንህዝቡ ካብ ሓጢኣቶም ከድሕኖም እዩ ማለት ኾይኑ ጎይታ እቲ ናይ ጽድቂ ስራሕ ኣብ መስቀል ምስ ፈጸመ እቲ ጽጽቢት ዝግበረሉ ዝነበረ ናይ ድሕነት መንገዲ ብቕዓት ረኺቡ ኣምላኽ ናብ ህዝቡ ቐሪቡ ካብ ሓጢኣቶም እውን ብንስሃ ዝምለስሉ መገዲ ተኸፊቱ። እቶም ቀደምቲ ናይ እምነት ኣቦታትና ነዚ ናይ ጽድቂ መገዲ ተቐቢሎም ኣሚኖምን ሰቢኾምዎን እዮም። ኣብቲ ሕያው ቃል ኣምላኽ ድማ ሰፊሩ ይርከብ። ውሉድ ኣምላኽ ምዃን ዝከኣል ብእምነት ነቲ ዝተሰርሐ ስራሕ ምቕባልን ምእማንን ጥራሕ ከም ዝኾነ በቲ ሕያው ናይ ኣምላኽ ቃል ኣበሲሮምዎ እዮም። ንግዚኡ እንነብረላ ዓለም ትምህርትን ሃብትን ኻሊእ እምበር ውሉድ ኣምላኽ ንምዃን ኣይጠቕምን። ጎይታ ኢየሱስ ምእንቲ ሓጢኣትና ከም ዝሞተ ከም ዝተቐበረ ኣብ ሳልሳይ መዓልቲ እውን ከም ዝተተንሰአ ናብ ሰማይ ከም ዝኣረገ ብኽብሪ እውን ከም ዝምለስ ኣብ ቅዱሳት መጻሕፍቲ ተጻሒፉ ኣሎ። ሎሚ ዝስበኽ እውን እዚ እዩ። ምስ ኣምላኽናን ኣቦናን ተዓሪቕና ብሰላም ንነብር ኣሎና። ክብሪ ንኣምላኽ ይኹን፣ እቲ በረኸት ድማ ንዓና። ውጽኢት ጽድቂ ስራሕ መስቀል ንወዲ ሰብ ካብ ናይ ዘለኣለም ጸልማት ናብ ብርሃን፣ ካብ ናይ ዘለኣለም ጥፍኣት ናብ ድሕነት፣ ካብ ናይ ዘለኣለም ሓዘን ናብ ሓጎስ፣ ካብ ናይ ዘለኣለም ጽልኢ ናብ ዕርቂ፣ ካብ ናይ ዘለኣለም ጽምዋ ናብ ሕብረት፣ ካብ ናይ ዘለኣለም ናይ ሓጢኣት ባርነት ናብ ውሉድ ምስ ኣምላኽና ኩሉ ሳብ ብጸሎትናን ብቃሉን ቅርበት ኣሎና። ምስ ኣምላኽና ዘሎና ሕብረት ክጸንዕሲ ብቃሉን ብጸሎትን ምስ ቅዱሳን ዘሎና ሕብረት ነሐይል። ንጽናዕ ተባረኹ።